ምስጢራት መደቀሲ ክፍሊ ደራሲ እንዳለጌታ ከበደ ጓል ሓቒፉ እንተዘይሓዲሩ ተፈንጂሩስ መውት ይመስል ኣካላቱ ተፈታተኖ ከም መቕሎ እንዳረሰ ነሸገሮ ሰብለ ትዝ በለቶ ሰብለ ሰይትዓርኩያ ሓዳር ካብ ዝገብሩ ሸውዓተ ዓመት ኣይመልኦምን ምስ ሰብለ ንምሕዳር ብዙሕ መዓልቲ ኣይወሰደሉን ኣተኲሩ ብምጥማት ጥራዩ ስዒርዋ ብዒንቱ ሓፀራ ምዉቕ ኣካላታ ዘለዓዕሉ ቃላት እናተጠቀመ ንነብሳ ንዝነበራ ፍቕሪ ብዕጽፊ የዕበዮ ንዘይትፈልጦ ብዕልግና ዓለም ኣርኣያ ስለዚ ኣብታ መዓልቲ እቲኣ ምስኣ ክህሉዩ ደስ ኢልዎ ብደስትያ ትጽበዮ ነይራ ነጋጣሚ ኮይኑ ናይ ሴክስ ፊልም ዳረኣየት ነበረት ክትሪኦ ዝጸንሐት ህይወት ንኽህልውዎ ደፋፍኣ ብትሪኦ ዝነበረት ፊልም ኣካላ ሙቆት መሊኡ ነበረ ኮይኑ ድማ ግን ካብ ምህወኹ ምስ ተለዓለ ነቲ ማዕጾ ኣይዓጸውዎ ነይሮም ኣጋጣሚ ድማ ኣብቲ ዕሙር ደስታ ውሽጡ ከለዉ ሰብኣያ መጺኡ ኣብ ገዝኡ ክትፍ ክብል እውይ ዝተሰምዖም ስንባደ ኣካላቶም ዝሓለ መጀመርያ ብጸጥታ ይርእዎም ኣብ ዓሚቕ ጸጥታ ኣትዩ ተሓቛቒፎም ካብ ዝተቆሰሉ ዓራት ዝተወሰነ ርሒቕ ኢልዩ ኮፍ ኢሉ ሓደገኛታት የዒንቱ ካብ የዒንቶም ከየውፅአ ድሕሪ ዝተወሰነ ናይ ፀጥታ ግዜ ኣብቲ ናብተን ተበታቲኖም ዝነበሩ ክዳውንቶም ኣኪቡ ኣብ ገጾም ደርበየሎም። ተኸደኑ ተኸደኑ። ሰብኣይ ሽጉጡ ካብ ድሬቶ ውሽጡ ውፅኡ ብፍቕሪ ክደራርዛ ጀመረ። ብኽያት ናይ ሰብለ ይስምዖ ኣጆኺ ኢሉ ክቀባጠረላ ይትረፍ እሞ የዒንታ ንምርኣይ ከማን ሓይሊ ረኸበን። ዓርኩ ርግጸኛ ኾነ። ሎሚ መዓልቲ ሞት'ያ። ብቕልጡፍ ካብቲ ዓራት ወሪዱ ኣብ ትሕቲ እግሪ ሰብኣያ ተደፍአ። እንታይ'ዩ? በሎ ዓርኩ። ይቕሬታ ግበረለይ ኣይደግምኔ ከምዚ ዓይነት ዘብዘብ ክሰምዕ ኢለ ኣይኮንኩን ሽጉጠይ ኣውፅኤ ክሳዱ ከም ዝተደፍአ ስቕ በለ ይፈልጥ እኮ ይፈልጥ እየ ቁልፊ ካብ ዝረኸብካዮ ትፈትሕ ወዲ ከም ዝኾንካ ይፈልጥ እየ ሒዝካየን ምስ ተሓድር ኣዋልድ ቁፅሪ ብምብዝሑ ንነብስኻ ተጣቕዕ ወዲ ምዃንካ ውን ይፈልጥ'የ። እቲ ዘይትፈልጦ ነገር እንተሃልዩ ግን ምስ ሰበይተይን ኣደ ደቀይን ሰብኣይ ሓርቀምቀም ከብል ጀመረ። ሰብለ ነቲ ገዛ ብብኽያት መለኣቶ ስቕበሊ ስቓይ በለትን ኣትጓል ስቕበሊ ኣነ ብብኽያትን ብበዝሒ ንብዓትን ዝሰዓር ልቢ የብለይን ናብኡ ተጠወየ ናይ ተሰማው ክሳድ ብሽጉጡ ቅንዕ ኣበሎ። ንስኻን ሰበይተይን በዚ ሽጉጥ ክደፍኣኩም ይኽእል ነይረ። ተሓቛቒፍኩምሉ ኣብ ዝነበርኩም ዓራት ሬሳኹም ምርኣይ። ናይ ዕብዳን ሰሓቖም ፀዐ። ፍቕሪ ክሳብ መቓብር፣ ዝገርም ዕርክነት፣ ትገርም በዓልኪ ቃል ኪዳን። ዘለኺ መሲልኪ ተበሊዕኺ ተወዲእኺ ኢኺ በለ ሰብኣይ። ስቕ ካብ ምባል ወጻኢ ክምልሱሉ ዝኽእሉ ነገር ኣይነበሮምን። ስማዕ፣ ኣቤት፣ ኣይቀትለካን እየ ሓራይዶ? ንኣኻን ሰበይተይን ኣይቀትለኩምኒ። ብነጻ ክፍንወኩም እዩ ማለተይ ግን ኣይኮነን። ብፍላይ ንስኻ ሓደ ነገር ክትገብረለይ ደለኹ ግበር ዝብለካ ነገር ክትገብር እንተዘይክኢልካ ግን ሎም መዓልቲ ካብዚ ገዛ ሬሳ ክወጽእ እዩ እንታይ ክገብር ልስልስ ኢሉ ክልምኖ ፈተነ። ብዝኾነ ናብኣ ዝመጸኻዮ በይና ትርከበሉ ሰዓት ስለ ትፈልጥ ናይ ግብረ ስጋ ስምዒትካ ንምርዋይ እምበር ንኻልእ ከም ዘይኮነ ይግምት። ኣይመለሰሉን። ንሱ ግን ቀጸለ። ስለዚ ዝተገልገልካሉ ከፊልካ ካብ መደቀስየይ ክትወጽእ ይደለኹ። ኣይተረድኣንን እንታይ ዘይተረድኣካ ክብል ሓተቶ ዝተገልገልካሉ ክትብል ከለኻ ኣብ ባርኬት ከዓ ምስ ሓንቲ ሾርሙጣን ምሕዳር ክንደይ ትኸፍላ ይመስለካ ስቕ ሰበይቲ ብስንባደ ስቕ ኣዒንቱ ከም ዘፍጣጡ ይፍለጦ በልባ ኢዱ ዘርግሓሉ ንምንታይ ከምዚ ትገብር ኣለኻ? እንታይ ትሰርሕ ከም ዘለኻ ፈጺሙ ኣይተረድኣንን። ከመይ ዘይርዳእካ? ስምዒትካ ንምርዋይ መጺኻ እትደልዮ ረኺብካ። ስለዚ ምስ ሓንቲ ሸርሙጣ ትኸፍሎ ሰልዲ ከፊልካ ውጻእ እየ ዝብለካ ዘለኹ። ሕጂኸ ተረዲእካ? ኣነ ምስ ሸርሙጣ ወጽ ይፈልጥኒ። እቲ ዋና ብነጻ ዘይምዃን እዩ። በል ሕራይ ይኣኽለየልካ ትሓስቦ ማለት ምስ ሸርሙጣ እንተዝኸውን ነርካ ክንድዚ ክትብለኒ ኣልካ ትግምቶ ሰልዲ ሂብካ ያውፃ ፀጥ ዓሚቕ ሰቕታ በልባ ጁብኡ ፈተሸ ካብ ጥቕሉል ሓምሳ ቅርሺ ንዓቐብ ኣይነበሮን ንዕኡ እዳለወ ሓምሳ ቅርሺ ናይ ሰበይቲ ዋጋ ብሓምሳ ቅርሺ ከመይ ኸኣ ንሰበይቲ ኣሕሲርካያ ስቕ በለ ሰበይቱ እንታይ ትሓስብ ትህሉ ኢሉ እንዳሓሰበ ኣብ ዝተፈላለየ ኣጋጣሚ ብኸምዚ ዓይነት ዝተዋረደ ሃዋህው ኣጋጢምዋ ኣይፈልጥን። ናይ ነብሱ ዋጋ ሓሲርዎ ንምንታይ ፈዚዝካ ሃባ እምበር እንታይ እቲ ሓምሳ ቅርሺ ዋጋ ኣገልግሎታ ክህባ ኢዱ ምስ ዘርግሐ የእወየት ሰብለ ኡይ በለት ነብሳ ምቁፅፃር ኣብይዋ ነይሩ ሰብኣያ ግን ኣገደዳ። ብዝረሃጸ ኢዳ ተቐበለቶ፣ ሰብኣያ ድማ ተቐበላ። ኣነ ኣብ ደሓን ዝኾነ ቦታ ክቐምጠልኪ በላ። ንዓርኩ ኣሰናበቶ። ኣብታ መዓልቲ እቲኣ ምስ ዝሓለፈ መንነቱ ተኹሲ ኸፈተ። ባዕለገ መንነቱ ሓኒቖ ቐተሎ። ኣረጊት መንነቱ ሓጺቡ ሓድሽ መንነት ወሰኸሉ። ንሱ ምስ ወጸ ሰብኣያ ነታ ሓምሳ ቅርሺ ሒዙ ናብ ሳሎን ከደ። ኣብ ሳሎን ሓንቲ ጣውላ ኣላ። ነታ ሓምሳ ቅርሺ ኣብ ልዕሊኣ ቤትሮ ቀመጠላ። ንዒ ኣብ ጥቕኡ ቀረበት። ሕጂ ዝብለኪ ዘለኹ ነገር ብጥንቃቐ ስምዕኒ ሕራይ። ሕራይ ነዚ ሰልዲ ኻብ ዘለዎ ቦታ ዘልዓልኩሉ መዓልቲ ክቐትለኪ ስቕ በለት ክሳዳ ድኒና ሕጂ እስከ ዝሃብኩኹ ትእዛዝ ትገምለይ እዚ ሰልዲ ካብዚ ቦታ ዘልዓልኩሉ መዓልቲ ክቐትለኪ ኢኻ ምሽ ኢልካኒ እዋ እዚ ሓምሳ ቅርሺ ቦትኡ ኣብ ዝገደፈሉ መዓልቲ ወይ ዝተቐየረሉ መዓልቲ ኣይምሓረኒ ኣይምሕረክኒ ደቃ ብዛዕባ እቲ ሰልዲ ኣብ ዝሓተትዋ ግዜ ቤተሰብ የዕሩኽቲ ናብ ገዝኦም ኣብ ዝተዛወሩሉ መዓልቲ እንታይ ብምባል ይሓቱ ንሰብኣይን ሰበይትን ነቲ ጴጥሮስ ዝተጻዕነ ሓምሳ ቅርሺ እንዳረኣዩ ኣነ እንታይ ፈሊጠ እስኪ ነደ ደቂ ይሕተትዋ ይኸውን ናይ ኣቶ ሰብኣይ መልሲ ሓንቲ መዓልቲ ብዛዕባ ዝፈጸሞቶ ጌጋ ንሰብ ኣይነገረላን። ጸሪፉ ንጸረፋ ይሕልፍ ይሃባን ብኻልኦት ኣየሕፈራን። ምስ ዓርኩ ዝነበሮ ናይ ዕርክነት ርክብ በጠሶ። ናይ ሰበይቱ ምሽምቓቕ እንዳበሰሐ መጸ። ስቕተኛ ኮነት፣ ብሕታዊት ኮነት። ካብ ስሩዕ ኣካላታ ወጸት ኣበረት ናይ ስሕታሌኣ ናይ ምቅያያራ ምስጢር ንብዙሓት ዘሰንበደ ኮነ። ሓደ ወቕቲ ፍርቂ ለይቲ ካብ ድቃሱ ኣበራበረቶ። ፍትሓኒ! ፍትሓኒ! ፍትሓኒ ወይ ከኣ ቅተለኒ! ቅተለኒ! ፍትሓኒ ወይ ከኣ ቅተለኒ! ተረዲእዎ ንምንታይ ከምኡ ክትብሎ ከም ዝኸኣለት ይፈልጥ እዩ። እቲ ቅፅዓት እኹል ከም ዝኾነ ተረድአ። ካብ ዓረት ወሪዱ ናብቲ ሳሎን ውሽጢ ብምኻድ ነቲ ሓምሳ ቅርሺ ኣልዓሎ። ኣልዒሉ እውን ኣብ ውሽጢ ጅብኡ የእተዎ። ሰበይቱ ናብ ናይ ቀደም ኣካላ ተመለሰት።

ምስጢራት መደቀሲ ክፍሊ ኣደን ሰበይትን ምስ ወዲ ረኺብዎ ኣይኮነን ባዕላ ነገራቶ ሓጢኣት ፈጺመ ኣለኹ በለቶ ምስ ወዲ ብነብሳን ኣብ ሓዳሮምን ዝፈጸመቶ በደል ምስ ተናዘዘትሉ መጀመርያ ንምንታይ የሕሊፈያ ዘይሓልፍ በለ ቀጺሉ ድማ ንምንታይ ብናይ ጓል ሰበብ ንነብሰይ የሕሊፈ ነደይ ብዘይ ሓድጊ ካብ ዘትርፋ ተፈታሕክዋ ኣይምሓሸን? በለ። እዚ ቅድሚ ምዃኑ ግን ሓተታ፣ ብኸመይ ኣብ ልዕለይ ወዲ ደሪብኪ? ንዓኻ ኾነ ንነብሰይ ክብድል ኢለ ኣይኮንኩን። በለቶ ንብዓታ እንዳውሓዘት። ይቕሬታ። ኣብዚሓ ለመነቶ። ምኽንያትኪ እንታይ'ዩ? ነየናይ? እንታይ ስለ ዘጉደልኮልኪ ኢኺ ምስ ካልእ ወዲ ዝሓደርኪ እ እንታይ ጉዲለልኪ ፍርሕ ጽግዕ እንዳበለ ሓተታ ምሳኻ ኣብ ዓራት ኣይተሰማማዕናን ከይትብሎ እንዳፈርሐ ተዘይትፈልጦ ይሓይሽ ንምንታይ ዝበኣሰ ሰንበደ እንተ ነጊረካ ክሕሱ ይደልኒ ነቲ ሓቂ እንተ ነጊረካ ድማ ክትጉዳ ኢኻ ንገርኒ ብውሽጡ ገለ ነገር ክነሳሕ ጀመረ ጸንበለል ዝብል ዘሎ ኮይኑ ተሰምዖ ኮፍ ክብል ደለየ ዝስምዖ ዝነበረ ስምዒት ከርእያ ስለ ዘይደለየ መንደቕ ተደገፈ ንገርኒ ተልዲ ስለ ዝሸገረኒ እዩ ስለ ዘሸገረኒ እዩ እቲ ተልዲ ኣድላዪ ነይሩ የሕሚምዎ ክንደይ ኸፊልኪ ዒስራ ቅርሺ እውልውል ክብሎ ጀመረ ዒስራ ቅርሺ እወ በለቶ ትሕት ብዝበለ ድምጺ ብዝተሰብረ ልቦና። ምስ መን'ዩ ነይሩ? እቲ ሰብ መን'ዩ? ካብ ናይ ቀደም ዓማዊለይ ሓደ'ዩ። ዓማዊለይ ሓዳር ድሕሪ ምግባርና ካባኻ ወጺኤ ምስ ካልእ ሰብ ምውጸይ ነብስኺ ኣድፍእ ድፍእ ዝብል ስምዒት ክመላለሰን ጀሚሩ። ጎዲእክኒ። በኸየ። ንሳ ውን በኸየት። ኣቀባጠረትሉ። ኣበደቶ። ካብ ድሕር ሕጂ ኣይደግምን'የ በለቶ። ኣበይ ተረኽብኩም ኢኹም? ሙሉእ ሓሳብ ናይ ምውዳእ ዓቕሚ ሰኣነ። በጃኻ ኣይትሕተተኒ። ንገርኒ! እንታይ እሞ ክጠቕመካ ንገርኒ ይቕሬታ ሓቲተካ ምሽ ኣይደግምንየ ኢለካ ምሽ ሓቀይ ንምንታይ ነንባዕልና ንጓዳዳ እቲ ሓቂ ክፈልጦ ኢደ ኣለኹ እንተ ነጊረካ ነቲ ሓቂ እየ ክነግረካ ሓቂ እንተፈሊጥካዮ ድማ ክጎድአካ እዩ ኣበይ ረኺብኪ ድምጹ ኣጽንዕ ኣበለ። ኣነ ረኺበዮ። ኣበይ? ከንቀጥቅጥ ጀመረ። ኣስናኑ ሓርቀምቀም ከናፍሩ ምንቅጥቃጥ ጀመሩ። ናብኡ ከይደ። ከይደ? ርእሱ ምስ መንደቕ ኣጋጨዎ። ሰንበደት ዘጸለለቶ መሰላ በጃኻ ከምዚ ትግበር ስለ ዘፍቅረካ ደይኮንኩን ከይሓተትካኒ ነጊረካ በጃኻ ከምዚ ትግበር በጃኻ ኪድ ርሓቕለይ ካብ ቅድመይ ጥፍኢ ኪድለይ ጥፍእለይ በቃ ናበይ ኪድ ናብ ትሽርሙጥሉ ቁጥዕ ምባል ጀመረት። ሾርሙጣ ከም ዝነበርኩ ዘዘኻኽረኒ ሰብ ኣይድልየንን እዩ። ነዚየ ፈሪሐ ነይረ። ከም ዝነበርኪ ኮነን ኢኺ እምበር ኢኺ ሸርሙጣ ኢኺ ብረት ኮይና እዚዩ ኣፍሪሕኒ ነይሩ ናይ ትማሊ ህይወትኪ እንዳልዓልኩ ኣይፀርፈክን እየ ኣይትርኽልክን ኢልካ ቃል ሰኣተኻዮ ትሰብር ኣለኻ ንስኻ እንታይ ትገብርለኺ ከመይ ንዒስራ ቅርሺ ኢልኪ ነብስኪ ተሕስርዮ ወልሓደ ዘይመሰለኪ ስነስርዓት ግበሪ ሕራይ ዶ ወልሓደ ዘይመሰለኪ ኣይትበለኒ ስለዝተሰማዓኒ ደይኮንኩን ንሰለስተ መዓልቲ ድቃስ ዘይብለይ ሓዲረ ስለዝተሰማዓኒ ዶ ከይኮነን ከይሓተትካኒ ባዕለይ ተናዚዘ ስለ ዝተሰማዓኒ ኣይኮነን ጭኦግራፍስያ ባዕላ ወቂዓ ባዕላ ትእዊ ይብሉ ሕጂ እንታይ ክስለ ዝተንከፈክዩ ባዕልኺ ጥርጥር ትብሊ ወልሓደ ዘይተሰማዓኪ ኣይትበለኒ ኣነ እንታይ ከም ዝተሰማዓን ዝፈልጥ ንዒስራ ቅርሺ ክትብሊ ኣመንዚርኪ እቲ ዕስራ ቅርሺ እንታይ ከም ዝገበርክዎ ንምንታይ ዘይትሓተኒ? ኣዴኻ ሓሚመን ናብ ማጨሎት ኣብጽሑኒ፣ ደብረ ሊባኖስ ኣሳልሙኒ ኢለን ክልምና ከለዋ፣ ትምኒተን ንኸማልእን ንዐኣን ንምሕዳስን ኢለ ዝገበርክዎ እምበር፣ ንብዓት ሕንቕንቕ በላ። ክትደፍሪ? ኣዴኻ ክሕጉስ ኢለ ዕሽነተይ ኣዋሪድኒ፣ ንዐኣን ናብ ደብረ ሊባኖስ ንምብጻሕ ምብዕላገይ ክኣክል፣ ንስራሕኩ ስራሕ ተጣዒሰ ጌጋይ ንዓኺ ምንጋረይ እዩ ሸርሙጣ ኢኺ እየ ድፍረት ከዓስ ነቲ ነገር ናብ ኣደይ ምጥዋይኪ እንቋዓሰይ እንታይ እንቋዓሰይ ሸርሙጣ እየ እንታይ ተምፅእ ንዕስራ ቅርሺ ኣካላተይ ዝሸይጥ ሰብ ንዝገበርክዎ ጌጋ ነዴኻ ተሓታቲት ዝገብር ሰብ'የ። ኩሉ'የ። ክሳብ ሕጂ ዝበልካዮን ሕጂ'ውን ትብሎን ንብድሕሪ ሕጂ ክትብሎ ትኽእልን ኩሉ ነገር'የ። በለቶ ኣስናና ነኺሳ። ፊት ንፊት ተፋጠጡ። ስቕ። ምስ ዘየዋጽኣና ሓቂ ክምክት ምፍታነ'ዩ ናተይ ጌጋ። በለቶ። ሸርሙጣ። እየ። እየ እየ ምስ ዘይትሰዕሮ ንብዓታ ክትቃለስ ጀመረት ካልኣይ ግዜ ሽማ ደይ ከይትፅውዒ ተሓባባሪት ናይ ሓጢኣትን ጌርኪ ኣይትኽሰስያ መዓስ ከሲሰየን መዓስ ወቒሰየን ወፀ ተመሊሱ ኣተወ ወፀ ተመሊሱ ኣተወ ጃኬቱ ተኸዲኑ ወፀ ኣይተመለሰን። እዚ ኩሉ ክኸውን ከሎ ንሳ ጠጠው ኢላ ነበረት። እቲ ዘጋጠመ ነገር ኩሉ ረበሻ። ኩሉ ነገር ተቐያየራ። ሒቕ ሒቕ ኢላ በኸየት። ክልተ ዓመት ኣብ ውሽጢ ክልተ ዓመት ህይወት ሓዳር ሕማቕ ነገር ተዘራሪቦም ኣይፈልጡን ነይሮም። ቅድሚ ሰለስተ መዓልቲ ሓደ ጌጋ ተፈጸመ። ዘይምንጋር ከቢድዋ ነገረቶ። ድሕሪ ክልተ ሰለስተ ሙሉእ ሓሳብ እዚ ሕጂ ዝኾን ነገር ኮነ። ተጋጌለኹ በለት። እንተ ዘይዝምው ነይረ ጽቡቕ ነይሩ። ኣብ ግዜኡ ግን ልክዕ ነይረ። ዝሰራሕኩዎ ምንጋረዩ ናተይ እቲ ዝዓበየ ጌጋይ። ኣዲኡ ካብ ሓዳር ወጻኣየን ወሊደንኦ። ብደርጊ ግዜዩ ሓደ በዓል ስልጣን ሰብኣይኪ ካብ ዝቐትሎ ብምስጢር ምሰይ ሕደሪ ኢልዋ ሰብኣያ ትፈትዎ እያ ነብሳ ናይ ባዕሉ እዩ እዚ በዓል ስልጣን ንሰብኣያ ክቐትሎ ይኹን ንኸቕትሎ መሰል ኣብ ኢዱ እዩ ዘሎ ሰብኣያ ክመውት ድሌት የብላን ብምስጢር ደቀሰትሉ ጠነሰት እቲ ዝተጠነሰ ቆልዓ ነቡኡ መሰለ። ሰብኣያ ኣጽኒዑ ሓተታ። ኣብ ቅድሚ ኣባት ነብሳ ኩሉ ነገር ተናዘዘት። እንተ ዘይቀተልክዋ ኢሉ ፈከረ። ምስ ወዳ ካብ ገዛኣ ክትስጎግ ፈረዳ። ስደተኛታት ኣደን ወድን ስደቶም ስዒሮም ምንባር ካብ ዝጅምሩ ድሕሪ ሰላሳ ዓመት ናብ ሓንቲ ድኻም ዝተጸዓና እንዳ ሻሂ ኣትዩ ሓንቲ ጓል ረኣየ። ኣብቲ ሰዓት ሃፍታም ኮይኑ ነይሩ፣ ሰላሳ ቅርሺ ንሓደ ሚንዋለ ሰላሳ ቅርሺ ብዙሕ እዩ። ሓደ ክልተ ቢራ ጋበዛ። ከመይ ከም ዝጀመሮ ከይፈለጠ ብዛዕባ ኣዲኡ ምስ ነገራ ነብሱ ረኸበ ሓዘነትሎም ነዲኡን ንባዕሉን ኣዲኡ ሓቂ ተዛሪበ ኣብዚ መሴኒ ክሓድረ ኢላ ክትንከራተት ረኣይ ሰላሳ ዓመት መሊእዋ በላ ከይሓሰበቶ ካብ ዝነበረቶ ተሲኣ ሕቑፍ ኣቢላ ሰዓመቶ ኣብዚ ከምዚ ማእኸል ኣጆኻ ሕራይ በለቶ ሕራይ ተከዘት ክግረመላ ጸንሐሞ ንዓይ ካብ ዝተሰማዓኒ ንዓቕብ ሓዚንክለኺ ልብኺ ተተንኪፉ ድዩ በላ ሓቀኛታት የደንግጹን እዮም ተፈላለዩ ካልእ መዓልቲ መጸ ሃንደበት ኣብ መንጎ ዕላል ወላዲትካ ኣላልየኒ ኣላልየኒ ደይለካ ሰሓቐት ብርሑቕ ኮንካ ክተርእየኒ ኢኻ ኣይተርእየንን? ሓደ መዓልቲ ቴሌፎን ደዊላ ኣቤት ከመይ ሓዲርካ ትፃወቲ ዲኺ ዘለኺ በላ ንምስሓቕ እንዳፈተነ እንታይ እዩ ቅድሚ ፍርቂ ሰዓት ደዊልኪ ከመይ ሓዲርካ ኢልክኒ ነይርኩ እኮ ኢለካ ድየ ስንብድ በለት ኢልክኒ ነይርኪ ኣይገርምን ክድውለልካ ምድላየ እምበር ከም ዝተወልወልካ ረሲዐዮ ነይረ ይፈትወካ ኣለኹ መስለኒ ቀልጢፍኪ ርኸብዮ ርኸብዮ ይብለኒ ኣብ መንጎ ክልቲኦም ሓድሽ ምዕራፍ ተጀመረ ተፈቓቐሩ ሕሉፍ ህይወታ ፅርግርግ ኣቢላ ገደፈቶ መርዕኦም እውን በዲኡ ትዕዝብቲ ሞጎስ ክረክብ ከኣለ ክልተ ዓመት ሎሚ'ዩ ካልእ ሓድሽ ምዕራፍ ተኸፊቱ። እዚ መንገዲ ናበይ ከብጽሓ ከም ዝኽእል ኣይፈለጠትን። ረበሻ። ናበይ ከይድኒ ይኸውን? ናቱ ሕልና እውን ተረቢሹ ነበረ። ባዶነት፣ ከንቱነት፣ ሕውስውስ ዝበለ ስምዒት፣ ኣድፊእኻ ምጥፋእ። ሰለስተ ወርሒ ሙሉእ ኣብ ገዝኡ ከይኣተወ ፈቐዶ ጎደና ክንከራትት ኣብ ፈቐዶ ጎዳጉዲ ክሳውን ጸንሐ። ንምንታይ ሕነ ኣይፈድን በለ። ከም ዘንደደትን እሞ ከንድዳይ ብምባል ሓሰበ። ክቐጽዓ መስሓቕ ክገብራ ወጠነ። ሓንቲ ዝፈልጣ ጓል ነበረት። እታ ጓል ምስ ወዲ ደቂሳ ከላ ሑጽያ ይርኣ ኢሎም ሕጹያ ነቲ ዝኾነ ነገር ናብ መደቀሲ ኣትዩ ምስ ረኣየ ክስንብድ ከሎ ሪኦም ኣብ ቅድሚ እቲ ዓራት ሰዲ ኣሎ ከይዱ ኮፍ በለ ክዳውንቶም ክኽደኑ ብስንባደ ልቦም ምሽድ ክትብል ንሱ ግን ብዙሓት መፋትሕ ኣብ ኢዱ ሒዙ ነበረ ካብ የማናይ ኢዱ ናብ ጸጋማይ እንዳተቐባበለ ነቲ ዝተፈነ ጸጥታ ክሰብሮ ጀመረ። ቃል ዝበሃል ኣየውጽእን። ምስታ ጓል ዝተተሓዘ ወዲ ሰንቢዱ ወጸ። ካብ ስንባድኡ ዝተለዓለ ብታንቲ ጥራሕ ገይሩ ምንባሩ እውን ረሲዕዎ ነይሩ። ንሳ ግን በኸየት። ኣብ ትሕቲ እግሩ ኮይና በኸየት። ንሱ ግን ኣብ ዝኣተዎን ዝወፀሉን ግዜ ኣብ ኢዱ ዝነበረ መፍትሕ ካብ ምግልባጥ ወፃኢ ወላ ሓንቲ ዝገበሮ ነገር ኣይነበረን። እዚ ናይ ሕነ ምፍዳይ ስጉምቲ ኣብ ዝኸደቶ ቦታ ክስዕባ ጀመረ። መፍትሕ ኣብ ዝረኣየትሉ ቁፅሪ ድምፂ መፍትሕ ኣብ ዝሰማዓትሉ ግዜ ምስንባድ ስርሐይ ኢላ ተተሓሓዘቶ። እቲ ወዲ ምስኣ ዝነበሮ ህይወት ኣየቋረጸን። ንሳ ግን ይኣኽለኒ ኢላ ወጸት። ሕነ ምፍዳይ ካብ ዘይተርፍ ከምዚዩ በለ ናብ ገዝኡ እንዳተመለሰ። ምስ ተራኸቡ ተሓቛቒፎም በኸዩ። ይቕሬታ ህይወተይ ጉዲእካ ምሽዶ ንዓ ይኹን ንባዕልኽን ምብዳልልኪ ኣይኮነን ጌርኪው ጉዲእካየ ዝሓመመት ኣደይ ናብ ደብረ ሊባኖስ ምውሳድ ጥራይ ኢኺ ሓሲብኪ። ካልኣይ ግዜ ኣይፍትኖን እየ። መሰየ። ተሓቋቚፎም ተሰዓዒሞም ክድቅሱ ክብሉ ትስእ በለት እሞ ሓንቲ ወረቐት ሒዛ መጸት። ሃበቶ። እንታይ እዚ? ተመርሚረ። መዓስ? ዝተባኣስካኒ መዓልቲ ተጠራጢርኪ ነርኪ? ብፍጹም እንታይ ደኣ ብመከላኸሊ ተራኺበዮ ዋላ እንተኾነ ግን ጽቡቕ ጌርኪ በላ ቅይር ኣይበልኩኻን ኢልክኒ እንታይ ሓድሽ ነገር ርኢኻ ኣለይ ተጣዒስኪ ካልእኸ ዝጎደለ ነገር ኣይረኣኻለይን ክሳዳ ናብትን ናብትን ኣበለትሉ ኣይትረድኦን ናይ እዝንኺ ናበይ ከይዱ ኣይትብለንን ተሰረቅኪ ዲኺ ክምርዓዉ ከለዉ ዝሃባ ህያብ ናይ እዝነይ ኣትሒዘየ ተለቂሐ ሞያ ሲኢንኪ ዲኺ ንምንታይ ክምርምር ስለ ዝደለኹ እምበር ይፈትወካ እንዴ ብህይወት ክትጸንሓለ ይደለ ቴንክ ዩ ደስ ዝብል ምሸት ኮነላ ወግሐ ንኮ ድቃስ ተጻዒንዋ ነይሩ ነቕነቓ ኢዱ ናብ ጅቦ ልኢኹ ዕስራ ቅርሺ ውፅኡ ሃባ እንታይ እዚ ናይ ገዛ ወፃኢ በለቶ ርእሳ እንዳቕነዐት ናይ ገዛ ወፃኢ ይኮነን እንታይ ደኣ ካብ ዳር ሕጂ ብነፃ የደቅሰክን ብድድ በለት እንታይ ናይ ቅድሚ ሕጂ ይቕሬታ ካብ ዳር ሕጂ ግን ብነፃ የደቅሰክን በስመ ኣብ በለት እንታይ ኢኻ ትብለን ዘለኻ ካብ ዳር ሕጂ ምሳይ ኣብ ዝደቀስኩሉ ቁፅሪ ዒስራ ቅርሺ ክኸፍለኪ ክኸፍለኪ ካብ መልሓሰይ ጸጉሪ ይነቐል ካብ ድር ሕጂ ቃለይ ዓጽፍኒ እንተ ደሊኺ ብሽም ኣደይ ቃል ክኣትወልኪ ብናታ ዘይኮነ ድምጺ ሰበይትኻ ኮየ በለቶ ዋላ እንተኾንክኸ ናይ ገዛ ወጻእ ምሃበይ ክቕጽል እዚ ዒስራ ቅርሺ ግን ኣብ ናይ ገዛ ጉዳይ ከይተውዕልዮ ክትኳሓሓሉሉን ክትጋየጹሉን እምበር ምስ ካልእ ከይተሓወስ። ቀጢን ትእዛዝ ሃባ። ንሓንቲ ምሕዳር ዒስራ ቅርሺ ሸርሙጣ ስለ ዝኾንኪ ምሽ ዶ? በለቶ ዝመረረ ሰሓቕ እንዳሰሓቐት። ሕጂ እውን ኣይኮንኩን ኢልኪ ዲኺ ትኣምኒ? ወጸ። ስራሕ ከደ። ምሸት ተመለሰ። ምርባሻ ክዓቢ ጀሚሩ ተረጋጊኣ ኣይተጸበየቶን። ሓይማ ደቀሰት። ደስ በሎ። ነብሳ ክሳብ ምቁጽጻር ዝሰኣና ክትለምዶ ኣይከኣለትን። ቀስ ብቐስ ግን ናብርኦም ከም ዝነበሮ ቀጸለ። ከም ቀደም ምስሕሓቕ፣ ከም ቀደም ምጽዋት፣ ኩሉ ነገር ከም ዝነበሮ ኾነ። ዝተቐየረ ነገር እንተሃልዩ ኣብ ሰሙን ክልተ ወይ ሰለስተ ግዜ ምስኣ ይድቅስ፣ ኣብ ዝተስኦ ቁጽሪ ድማ ይኸፍላ። ናብርኦም ግን ከም ቀደሙ እዩ። ወጻኢኦም ስለ ዝበዝሐ ኣታዊኡ ዘኻዕብተሉ መንገዲ ንምርካብ ናይ ድቃስ ሰዓታቱ ክቕንሶም ጀመረ። ብኣኣ ግን ለውጢ ደልዩ ነበረ። ብዝህባ ሰልዲ ከዕብዳ የሕምም ከብላ ካብ ስሩዕ ኣካላታ ከውፅኣን ድንግርግር ከብላን እዚ እዩ ነይሩ ክርኢ ዝተሃንጠዮ ኣብኣ ግን ለውጢ ዝበሃል ኣይነበረን እዚ ስጋዚ ካበይ ዝመፀ እዩ ሓደ መዓልቲ ስጋ ብሓምሊ ንድራር ምስ ቀረበሉ ገዚኤ እምበር ካብ መጀመሪኡስ ካበይ ከምፅእ ነይረ ብሕትኡ ድንግርግር ዝበላ መሰለት ዘሎ ካበይ ኣምፂኺ ንስኻ ትህበኒ ናይ ገዛ ወፃኢ ናበይ ከይዱ እሞ ስቕ እቲ ካልእ ምስ እትሕውስዮ የለኽን ሓቀይ ከይት ገብርኤል ከኣ ምሽ ኣዚዝካኒ ስጋደይ በለን እስከ ኣነ ይሕሱ ዴ ወላ እንተሓሰውኸ ንዓኻ ይሕስወካ ዴ ኮይነ ሓድሽ ነገር ኣይረኣኹልክን መመላኽዒ ወይ ዘይቲ ወይ ክዳን ኣብ ቀረባ ግዜ ኣይገዛኽን ንምንታይ እዩ እዋ ሕጂ ምግዛ ምውፃ ምስዋር ነወዳት ከም ዝስሕባ ከደደና ምፅባእ ደስ እንተዘይበለንኸ መዓስ ትሃልሞ ከምኡ ደስ ዝብለኪ ግዜኡ ምስ በጽሐ ክትርእዮ ኢኻ ብልቡ ሸርሙጣ ኢሉ ጸረፋ ከልቢ ፈሊሳ ኣመል ኣይትርስዕን ኩሉ ነገር ከም ዝነበሮ ቀጸለ ሰብኣይ ንሓደ ለይቲ ኣብ ዝተቀሰሉ ግዜ ዒስራ ቅርሺ ምኽፋሉን ሰበይቲ እውን ቆጺራ ምቕባላን ኣብ ዝሃቦ ቁጽሪ ይሓርቕ እንታይ ዓይነት እምኒ ዝኾነት እያ ተግባራተይ ዘየዕብዳ ጣዕሳ ዝበሃል ነገር ኣይተሰማዓን ወይሰ ድንግርግር ይብሎ ሙሉእ መዓልቲ ክሓስብ ይውዕል ክልተ ወርሒ ኮነ ሓደ መዓልቲ ከም ልማዱ ደቂሱ ምስ ተሰአ ዒስራ ቅርሺ ሃባ እታ ሓንቲ ሰልዲ ቆራፅ እያ ንብዙሕ መዓልታት ኣብ ችቦ ክትንከራተት ዝጸንሐት ዝቕበላ ስኢና፣ ዝተረፈ ካልእ መዓልቲ ክኸፍለኪ ምባል ድኽነቱ ብይፋ ምእዋጅ መሰሎ። ስለዚ ነታ ቆራጽ ሰልዲ ከም ዘየስተብሃለላ መሲሉ ሃባ። ኩሉ ግዜ ከም ትገብሮ ክልቲኤን ሰልዲ ናብ ትድቅሰሉ ትሕቲ ፍርናሽ ድሕሪዚ ኣብ ካልኣይ መዓልቲ ናብ ደብረ ሊባኖስ ከደ ኣዲኡ ንምርኣይ ሰበይትኻኸ በለኡ ብናይ ናፍቆ ድምፂ ደሓን እያ ክፈትዋ እኮ ከመይ ኣለኺ ንስኺ ማርያም ፅላላ ክተፅለለይ ደልያ ብኣኣ ወገን ሓላዊ ጠዋርስ ለኣኸትለይ። ነዴኻ ክሳብ ክንድዚ ትጭነቕ እንተ ኾይና፣ ንኣኻኸ ከመይ ትጭነቐልካ ትኸውን? ብናይ ሰበይቱ ዕላል ምኽፋት ደስ ኣይበሎን። ከመይ ኣለኺ ንስኺ? ንስኻ ንበረለይ፣ ሰበይትኻ ትንበረለይ እምበር፣ ኣነሞ እንተይ ከይከውን? ኣየሕመክን እዩ ምሽቱ? እንታይ ጎዲልኒ እዚ ክልተ ወርሒ እንታይ ጎዲልኒ? ሰበይትኻ እንድያ ንዓይ ልኣኽላ ኢልካ ኣብ ሰሙን ክልተ ግዜ ዒስራ ዒስራ ቅርሺ ዝሃብካያ ንሳ ድማ ብኣውቲስታታት ጌራ ትልእኸለይ ኣብዚ ሰሙን እዚ ካብ ዝለኣኽካለይ እታ ዓሰርተ ቅርሺ ግን ቁፅራ ተቆሪፁ እንዳበሉ መን ክቕበለኒ ኣብ ባንኪ ይቕይርዎ እዮም ኢሎሙኒ ከተቐይረለይ ኢኻ መቐነተን ፈቲሐን ነታ ሰልዲ ሃብኦ ሰንበደ ፅልምትምት በሎ ፅልምት እንታይ ኮንካ ዝወደይ ኢደን ኣብ ግንባሩ ዓይነን ኣብ ኣዒንቱ እንዳተኸላ ወልሓደ ይሕመካ ኣሎ መስለኒ ገጽካ ተቐያይሩኒ ተሰሚዕኒ እዩ በለ ክሳዱ ደፊኡ ዝሃቦ ዓሰርተ ቅርሺ ጭብጥብጥ እንዳበለን እንዳቐደደን ተሰሚዕኒ እዩ